ንሳ ከኣ ቅዋም ከም መሰጋገሪ ናብ ስሉጥን ጽፉፍን ለውጢ ክነምጽእ ከለና ማለት እዩ ኣብ ምስግጋር ቅዋም ቅዋም ከመይ ክንጥቀመሉ ንኽእል ናብዛ ንኽቦ ሰላም ከመይ ውዒልኩም

ግን ንሳልዋ ኑር ንሳልዋ ኑር ፕረዚደንት ክንገብራ ተኾይንናሲ ኣነ ያ ኣጣዒናላ ናይ በይንና ኣብዚኣ ፕረዚደንት ክንገብራ ንኽእል ኢና እዞም ብኤሪ ፕላትፎርም ተዓዲሞም ዝመፁ ኣብ ፍራንክፈርት ዓደሙ ሳልዋነር ትኹን ፕረዚደንት ተቢሎም እዮም ፈፃሚ ኣስታይ ኣለዎም ከምተን ዓንተ ኣምባሳደር ዝበሎ ናይዚኣ ሚኒስተር ናይዚኣ ዳይረክተር እውን ኣብዚታት ኣለና ኢስና ዊኖ እንታይ ተርፈ ናይ ብሓቂ ፕረዚደንት ክንገብራ እንተደሊና ሕጋዊት ፕረዚደንት ደኣ እምበር ናይ ድፈተናዮ ፕረዚደንት ኣይትኸውንን እያ። ስለዚ ሕጋዊት ፕረዚደንት ኣበይ? ኣብ ኤርትራ፣ ኣብ ውሽጢ ኤርትራ። ስለዚ the question is ሕጋዊት ፕረዚደንት ሳልዋ ሳልዋ ክትኮነልና ወስ ወስ ሕጂ ኣብቲ መረዳእታ ናይ ህዝብና ክንሪኦ ከለና ብፍሉጥ እንድዩ እምበር ከምዚ ክፈልጦ ዝግብኦ ደሓን ኢድ ዝገደፎ ዓይነት ኣሎ ፍሉጥ እንድዩ ይላል ፕረዚደንት እዋእ እሞ ከመይ ንመርጸላ ከም ኣብ ኣሜሪካ ሕጂ ፕረዚደንት ንመርጽ ከለና ሕዚ ዝምረጸሉ መዓልቲ ኣሎ ፕረዚደንት መን ይኸውን ኣብዚኣ ትምረጽ ዝብል ኣብ ኤርትራ ከምኡ ድዩ ኣይኮነን ድዩ ናይ ሕጊ ናይ ደለይቲ ፍትሕን ደለይቲ ሕግን ኢና ሕጂ እቲ ሕጋውነት ናይ ሕጊ መስርሕ ክንፈልጦ ኣለና ግድነት ማለት እዩ ስለዚ እንታይ ትኾን ደላ ፕረዚደንት ሳልባ ሸሪሪና መጀመርያ ሳልባ ኣባል ሃገራዊት ባይቶ ክትከውን ኣለዋ ዳይረክት ፕረዚደንት ይምረፅ ይብ ኤርትራ ስለዚ ኣብቶም ትወክሎም ቦታ ከይዳ መጀመርያ ኣባል ሃገራዊ ባይቶ ኮይና ትምረፅ ድሓር ካብቲ ሓደ ዕማማ ዝገበረቲ ሃገራዊ ባይቶ ፕረዚደንት ምምራፅ እዩ ተኣኪቦም እታ ሃገራዊ ባይቶ ከኣ ንሳልዋ ምርጽዋ ማለት እዩ። ሕጂ እንተ ነፊዕና ከኣ ኩላትና ኣብቲ ሃገራዊ ባይቶ እንተ ኣለና ከኣ ደገፍቲ ሳልዋ ከኣ ጋራንቲ ዲና ኣለና ማለት እዩ። ምክንያቱ ከምኣ ዘያተ መስርሕ ካልእ መገዲ ዋላ ሓንቲ የለን ክከይድ የለን እዩ። ስለዚ remember ኣብቲ መስርሕሲ መገዲ ንፕረዚደንት ሳልዋ ነሩ ደሊና ኣለና። so ሕጋዊ መገዲ ደሊና ኣለና። ሕጋዊ መገድና እንታይ ኣሎ? ከፊና ጸሊእና ቅዋም ከላ ኣይኮነን ስለዚ ኣብታ ናይ ኣብታ ናይ ቋንቋ ቱ ክንብል ኢና ኣብዚአን ከዓ እተን ድሮታት ትግርኛ ካብቲ ካብ እንግሊሽ በታ እንግሊሽ ዝርዳእን እየን በቲ ትግርኛ ግን ኣይደሎ ፅቡቅ ገይረን ተርጊመን ዘለኹ እንደ ተርደ ኣለኹን ለጅትመት ትብል ማለት እዩ ሕጋዊ ኳሊቲ ዘለዎ ነገር ብሉፅ ሱፕሪም

ግዝያዊ መንግስቲ ኤርትራ ካብ ሎሚ ንኔው እዛ ሃገር እዚኣ ልኡላዊት ሃገር እያ ኢሉ ምስ ኣወጀ እያ ነጻ ሃገር ኮይና። ስለዚ ሕጋውነት ብ ኢና ንኸይድ። ቅድሚኡ ግን ኣነ ተወለድኩሉ ጃንዋሪ ዓሰርተ ሰለስተ ሰብዓን ሓደን እንተኾይኑ ኣብ ስሳን ትሽዓተን ከኣ ገለ እገብር ነይረ ክብለኩም እንተኾይኑ ጽቡቕ እዩ። ኣይተወለድካን ኔርካ ከም ክትብለኒ እዩ። ስለዚ ኤርትራ ኣብ ዘይተወለደትሉ ዋላ ቅድሚ ሚእቲ ዓመት ነይራ ንበል ቅድሚ ክልተ ሚእቲ ዓመት ነይራ ሓሙሽተ ሚእቲ ዓመት ክልተ ሽሕ ዓመት ንበል ቴስዓ እዛ ዘላ ኤርትራ ቴስዓን ሰለስተን ኤፕሪል ዕስራን ሸውዓተን ዝመጸት እያ ሕጂ ቅዋማ ከዓ ሓንቲ እያ እዚ ካልእ ቅዋም ክህሉ ይክእል እዩ ማለት እዩ ሕጂ ኣብ ምንታይ ክና ኢና ክንኣቱ ካብተን ኣርባዕተ ቃላትና በቲ ሕጋውነት ኢና ክንጅምር ሕጋወት ቅዋም ሕጋወት ቅዋም ቴስዓን ሸውዓተን እያ ካልእ ሕጋዊ ቅዋም የለን ማለት እዩ

ወይ ከኣ ነቲ ባእ ናቕፋ ንቐይሮ ክትብል ትኽግል ግን ብሕጊ መገዲ ኣለዎ ማለት እዩ። ኤርትራ ኣባል ናይ ዩናይትድ ኔሽንስ እያ፣ ኣባል ኢጋድ እያ፣ ኣባል ዋል ድሓን ንዛረበሉ ኢና ናይ ኢጋድ እኳ ኣባል ኣፍሪካን ዩኒየን እያ፣ ኣባል ናይ ካልእ ኮሜሳ ድዩ ገለመለ እዚ ኩሉ ናይ ኢንተርናሽናል ኮንሶርቲም ዘለዎ ዓይነት ኣባልነት ኣለዋ። በየናይ መገዲ ከመይ ጌርካ ከ ንሕና ከኣ ለውጢ ምስ መጸ ካብዚ ኣባልነት ክንቅየር ንደሊ ኦኬ ካብ ሎሚ ንንዮ ኤርትራ ካብ ኢጋድ ክንወጽእ ኢና ካብ ኣፍሪካን ዩኒዮን ክንወጽእ ኢና እንተ ንብል እሞ ከም ገበርትን ሓደግትን ኮይና ወይ ከዓ ፕረዚደንት ሳልዋ ኮይና ኣላ እሞ ካብቲ ናይ ኢጋድ ድዩ ኣባልነት ከተውፃና ተደልያ ከመይ ትገብር እንታይ ኢኻ ትገብር ነቶም ኢጋድ ዲኻ ትድውለሎም ኣምባሳደር ኬድካ ኣምባሳደር ኮይንካ ኣብቲ ኣኼባ ኬድካ ወጺና ኣለና ኢኻ ዲኻ ትብሎም እዋ በይና ዲኻ ትውስን ምስቲ ሃገራዊ ወይተ እዚ ከዓ መስርሕ ኣለዎ ማለት እዩ ስለዚ እቲ ሕጋውነት ነቲ ካልእ ሕግታት መተግበሪ እውን ብኣ መሰረት እያ ማለት እዩ ሓደ ካብቲ ኣብቲ ቅዋም ዘሎ እቲ ሃገራዊ ባይቶ ነዚ ስምምዓት ይተፅድቆ ነው ስለዚ ኣብቲ ሃገራዊ ባይቶ ከድካ ሃብሎም ኢሉ እኒው ካብዚ ክንወፅእ ደሊና ኣለና ኢልካ ኣፅዲቖምልካ እቲ ፈፃሚ ኣካል እውን ተሰማሚዕሉ ሽዑ ኢኻ ወከልትኻ ሰዲድካ እምበኣር ከምዚ ጌርና እናበልካ ሕጋውነት ተልምሶ ክትገብሮ ማለት እዩ ስለዚ ሕጋዊ መስርሕ እዩ ንብል ኣለና ግን ኣብታ ቀንዲ ከምፃ ደልየ ዘለኹ ሕጋውነት ዘለዎ ኢትስ ለጂትመት ካልእ ኮንስቲቱሽን ብጀካይሲ የለን ዝብል ቅዋም እዩ ማለት እዩ ኣብ ትሕቲ እዚ ሃገራዊ ቻርተር ኤርትራ 94 ምስ ተበገሰ ካብቲ ሃገራዊ ቻርተር ሓደ ቅዋም ክንገብር ኢና ዝብል እዩ በጊስዎ። እታ ኣዋጅ ናይ ኣዋጅ ሓምሳን ሓሙሽተን ናይ ኣዋጅ ቁጽሪ ሓምሳን ሓሙሽተን ኣብ ተስዓን ኣርባዕተን ቅዋም ክትግበር እዩ ኮምሽን ክምስረት እዩ ተባሂሉ መስርሕ ተገይርሉ ሕጂ ክርሳዕ ዘይብሉ ብዙሕ ነገር ኣሎ ነቲ ቅዋም ንዘይደልዩ ነገር ትንክፍ ትንክፍ ኣቢሎም ብሽምድምድ ከምጽእዎ ዝደልዩ ኣስላምን ክርስትያንን ዘለዎ ኮምሽን ኔሩ እዩ ኣይ ቲንክ እቲ ኣነ ካብቲ ሽማቶም ክሪኦ ከለኹ ናይ ብሓቂ ባላንስ ነበሮ እዩ ካብቶም ሓምሳ ኣባላት ናይታ ኮምሽን ዕስራን ሓደን ደቂ ኣንስትዮ ኔረን ዕስራን ሓሙሽተን ክኾና ነይርዎ ኣሎ ልዕሊ ክኾና ነይርዎ ኣሎ ግን እኹል እዩ በቲ በቲ ኩነታት ናርኢኻ ከምቶም ቶም ናይ ኮሚሽን ኣባላትን ኣቦ ወንበርን ዝብልዎ ንኩለን ብሄራት ኤርትራ እውን ዝውክሉ እዮም ነይሮም ዝብልዎም 4.3 ሚሊዮን ኣርባዕተ ነጥቢ ሰለስተ ሚሊዮን ዶላር ባጀት ተገይሩሉ መብዛሕቱ ከማን ብሓገዝ ናይ ከም ዝርድኣና ኣፍሪካን ዩኒዮን ድዩ ኣላሚን ዩሮፒያን ዩኒዮን ድዮም ዋላ ናይ ኣሜሪካ ድዩ ገለ ተሓጊዙ ክንድኡ ጠፊኡሉ ሲ ንኹሉ ዝኻነ ምንታይ ጠፊኡ ንህዝቢ መምሃሪ ነቲ ኩሉ ምድላዋት መግበሪ ኣብ ርእሲኡ ሓደ ዓሰርተ ኣርባዕተ ዝኾኑ ኣማኸርቲ ነበርዎ ኤክስፐርትስ ኣብ ዓለም ዝበሃሉ እቶም ኣሽማት ዘለዉ ኣብኡ ተትርእይዎም ኣብ ዓለም ዘሎ ሙሉእ ክንደይ ኮንስቲሽናት ዝሰርሑ ክንደይ ገለ ዝገበሩ ዝመስከርሉ ነቲ መስርሕ ርእዮም እውን ካብቲ ዝበለፀ ኮንስቲሽን ኢሎም ተዓዘቡ ሕጂ ከንውሓልኩም ኣይደልን እየ ግን ሕጋዊ ለጅትመት ድኾነ excuse me ቅዋም ኣለና ክንብል ግን ንደፍር ኢና ማለት እዩ ዝኾነ ኮይኑ ኣብቲ መስርሕ ከምኡ ኢሉ ምስ ተበገሰ ናይ ተስዓን ኣርባዕተን ኣብ ተስዓን ሽዱሽተን እቲ ኮሚሽን ድራፍት ኣዳልዩ ተቐሪቡ እቲ ድራፍት ሕጂ ምስ ተዳለወ ናብ ሃገራዊ ባይቶ ከድካ እዚ እዩ ኣዳሊናዮ ዘለና ትብል ማለት እዩ ብኸምኡ እዩ ከኣ ተስዓን ሸውዓተን ሃገራዊ ባይቶ ነቲ ድራፍት ኣጽዲቕዎ ንብል። ኣብ ሞንጎ ዘሎ ንዕስራን ሸውዓተን ኣዋርሕ፣ ክልተ ዓመትን ገለን፣ እቶም ዘርከብኩምሉ ዋላ ንኸመን ጽቡቕ ገይረ ዝዝክሮ እዩ፣ ዋላ ወጻእ እምበር፣ ዋላ ኣብ ወጻእ ዘሎ ህዝቢ እውን ተሳተፈሉ፣ እሞ ግን ብዓቢኡ ግን ብቋንቋታት ኤርትራ ኩሉ ተራቢሑ እቲ ቅዋም፣ ኣኣብ ዓዲ እንዳኸዱ ምሂሮም፣ እቲ ህዝቢ እውን ክንደይ ግብረ መልሲ ሂቡ፣ እቶም ኣብኡ ዝሰርሑ ካብ ፕሮፌሰር በረኸት ሃብተስላሰ ጀሚርካ ካልኦት ተሳተፉ ክነግርዎ ዝኽእሉ ሕጂ ብህይወት ዘለዉን ዳርጋ ኩሎም እዮም እቲ ህዝቢ ክንደይ ከም ተሳተፍሉ ናይ ብሓቂ ፓርቲስፓተር ከም ነበረን ዝከሓድ ኣይኮነን ተኾነ ኮይኑ ንምሸቱ እቲ ድእረም ተኣሪሙ እቲ ገለ ኮይኑ ኣብ ቴስዓን ሸውዓተን ጸዲቑ ማለት ኢዩ። ኢንፋት ምእንቲ ክንዝክራ ኢሎም ኣብ መይ ዕስራን ሰለስተን ድሮ ምስታ መይ ትወኒ ፎር ናጽነት ኮነላ መይ ትወኒ ስሪ ከኣ ጸዲቓ ማለት ኢዩ። ስለዚ ሕጋውነት ናይ ብሓቂ ኣለዎ በሃላይ እየ ለጅትመት እዩ። ኣብተን ካልኦት ቅልጥፍ ቅልጥፍ ኢልና ክንከይድ ኢና። እታ ከለይቲ ቃል ነበረት ሱፐርማሲ ወይ ወይ ከኣ ልዑልነት እየ ድብሎ ዘለኹ። ልዑልነት ልዕለይሲ ካልእ ሕጊ የለን።

ካብ ሎሚ ንኔው እዚኣ ቅዋምኩም ኣይኮነትን ክብል እንተ ኾይኑ ኣብ ትሕቲ ቅዋም እምበር ኣብ ልዕሊ ቅዋም ኮይኑ ክገብሮ ኣይክእልን ምክንያቱ ልዕሊኣ የለን ኣብ ትሕቲ ንዓ ከዓ እዛ ቅዋም ከዓ ኣብቲ ናይ ኣመንዳ ብል ኣብቲ ድመሓየሽ ክንዛረበላ ኢና ኣብ ነዛ ቅዋም እዚኣ ክትድምስሱን ተደሊኹም ትብልታ ቅዋም መደምሰስ ኣለን ከምዛ ርሳስ በዚ ወገን መደምሰስ ዘለዋ መደምሰስ መእረም ኣለን ክትድምስሱ ተደሊኹም ናይ መወዳእታ ኣመንድመንት ምዕራፍ 59 ኬርኩም መእረምታ ኣላታ ብኣ ተሓልፉ ትድምሰስ ሓንቲ መደምሰስ ዘላታ ብርሳስ ዝጻሕፈይ ማለት እዩ ስለዚ ከምዚ እዚኣ ተሒዝና ንዘለኣለም ትኸይድ እያ ስለ ዘይኮነ ግን ካብኣ ንላዕሊ ድሕጊ ግን የለን ስለዚ ልዕለያ ክኸውን ዝኽእል ኢሳያስ ኣፈወርቂ ክኸውን ኣይክእልን እዩ ምስ ኣቦና ፕሮፌሰር በረኸት ሃብተ ስላሴ ብቐዳም ከሎ ዋላ ፕሮፌሰር በረኸት ሃብተ ስላሴ እውን ከምዚ ኢሉ ድሓር ኣሪምዋ መደምሰስ ገይሩ ገለ ዝበሃል ነገር እዩ ዋላ በይኑ ዝፀሓፈ ኣይኮነን ባይዘወይ ንሱ ከም ኣቦ እምበር ዳኣ እምበር

and the state of all laws, orders, acts ዝኾነ ኣዋጅ ይኹን ገለኹም ገለል ካብዚኣ ብ- ካብኣ ውሽጢ ዝግበር ከዓ ካብቲ ናታ ስፒሪት ናታ ናታ መንፈስ ዝወፀ ከዓ is null and void ተገበረ ብድሕሪኡ ድምሰስ እዩ ምክንያቱ ምስኣ ስለ ዘይሰማማዕ ማለት እዩ ስለዚ ናብታ ሳልሰይቲ ቃል ክሰይድ ኣርባዕተን ስለዚ ፍርቂ በፂሕና ኣለና ከመይ ኣለና ድሓንዶ ድሓን ኦኬ ኣባኻ ብሉፅ እዩ ኦኬ ኮንስቲቱሽንስ ፅቡቕ ነይሩ ግንስ ብቑዕ ድዩ

የኽይድ ድዩ? ሓደ ድርባይ ምዃኑ ቀሊል ስለ ዝኾነ ዋላ ብቑዕ ኣይኹን ግን ከምዛ ዘላታ ብብቕዓታ ንዓቅና ናብታ መዐቀኒ እየ። ብዙሕ መዐቀኒታት ክህልዎ ይኽእል እዩ። እታ ቀንድን ንዓይ ክሳብ ሕጂ ትስሕበኒ ዋላ ክትጸሓፍ ከላ ቀደም ኣትሒዙ ክሳብ ሕጂ እታ ኣርቲክል ሰላሳን ክልተን እያ። እሳ ከኣ the power of the national assembly ናይቲ ሃገራዊ ባይቶ ግዴታን ስልጣንን ሕጂ እቲ ሃገራዊ ባይቶ ልዕሊ እቲ ፕረዚደንት ስልጣን እንተድኣ ሃልይዎ እቲ ሃገራዊ ባይቶ እንታይ ማለት እዩ እቶም ወከልቲ ህዝቢ ስልጣን ኣለዎም ማለት እዩ ህዝቢ ኤርትራ ስልጣን ኣለዎ ማለት እዩ ቱሚ ዓወት ንሓፋሽ ማለት ንሳ እያ ሕጂ ናይ ዓወት ንሓፋሽ ድሕሪ ዘለን ዝጭብጠለን እንተኮይነን ሓደ ሓጋጊ እዩ እታ ቅዋም ልዕሊያ ቅዋም ልዕሊያ ሕጊ የለን ኩሉ ሕግታትካ ካብኣ ይድምንጩ ኣብኣ ትሕቲኣ ኮይኖም ክምንጩ ዝኽእሉ ግን ዝኾነ ሓላፍ መገዲ ኣብ ፊት ችነማይ እንተ ኮይኑ ሕግግ ኣይክእልን እዩ ወይ ኣብ ካሊፎርኒያ ኮይኑ ከም ዛማና ክሕግግ ኣይክእልን እዩ ኣብታ ሃገራዊ ባይቶ መፅኡ ግን ኣባል ኮይኑ ግን ክሕግግ ክእል እዩ ምክንያቱ ሓጋጊ ኣካል ኮይኑ ኣሎ ፈፃሚ ኣለዉ ፈረድቲ ኣለዉ ኣብታ ውሽጢ ኮይኑ ግን ሕጊ ክብል ክእል እዩ ማለት እዩ ሶሪ የስ ኣም ኦልሞስት ዳን ባጀት ናይቲ ሃገር ከፅድቕ ይኽእል ስለዚ ባጀት ክቆፃፀር ዝኽእል ተኮይኑ እታ ሃገር ትልቅሖ ገንዘብ ክንደያ ተጥፍእ ክንደያ ተእቱ ሓጎስ ክሻ ዘይኮነስ ሃገራዊ ባይቶ ዝቆፃፀሮ ተኮይኑ ካብኡ ንላዕሊ እንታይ የድልየና ዝኾነ ኢንተርናሽናል ምስ ኢትዮጵያ ይኹን ምስ ኢጋድ ይኹን ምስ ኣሜሪካ ይኹን ምስ ገለ ይኹን ስምምዓት ዘፅድቕ ንሱ ተኮይኑ ኢሳያስ ንዓድና ሸጠና ኣሎ ወይ ከዓ ፕረዚደንት ሳልዋ ትሸጠና ኣላ ይንብሊና ማለት እዩ ምክንያቱ ኣባያ ክትተሓዝ ማለት እዩ ብዓብኡ ከዓ ነቲ ፕረዚደንት ዝመርፆ ከዓ ንሱ ዘውርዶ ነዋሕቲ ካብኡ ከዓ ነቲ ፕረዚደንት ከዓ ኣብ ኣኽባን ፀሓፊበ ደውርዶ ከዓ ንሱ እዩ ስለዚ ራብዒት ኣትዮ ኣለኹ ፀኒሐ እታ ናይ መወዳእታ ንሳ ከዓ እታ መደምሰስ እያ ማለት እዩ ክትእርም እንተደሊኻ እንታይ ትገብር ዝኾነ ኮይኑ ቀላል መገዲ እያን ግን እንቋዕ ከዓ ቀሊል እዩ ግን they didn't make it very simple it's very simple but they didn't make it that easy እንታይ ማለት እዩ ሓሓረቅካ መፂእካ መደምሰስ ጌርካ ተደምስሶ ተኾንካ ከዓ ከይኣቲኻ ትገብር ማለት እዩ። ሎም መዓልቲ ከዚ ሎም መዓልቲ ከዚ ክትብል ክትውዕል ኢኻ ማለት እዩ። ግን እንተ ተሰማሚዕካ ናይ ብሓቂ ቅየርቶ ኣለዎ ቅየር እዩ። ሕጂ ኣብተን ኣገደስቲ እቲ ሃገራዊ ባይቶ ተኣኪቡ እምበኣር ክንቅይር ኢና ኣርቲክል 16 ከነመሓይሻ ኢና እንተ ኢሉ መጀመርያ ሞሽን ንቐርብ ኣብቲ ባይቶ ድሓር ሰለስተ ጽብቅቲ እታ ካብኣ ንላዕሊ ጽብቅቲ በልክዋ ዋላ ሽዓ ከማን ረሲኖም ሓቅ መጽዮም ኣብ ገለ ዜና ሰሚዖም ድዮም ዋላ ገለ ኮይነን ድዮም ዋላ ተሃዊኾም ድዮም ሰብዓን ሓሙሽተን ቅድሚት ሕሊፎማ ኣይትሓልፍን እያ ዓመት ተጸብዮም ድሕሪ ዓመት ከኣ እንደገና ኣከቡ ኣብታ ንዓ ዲስካስ ይገብሩ እንደገና ከኣ ሰብ 75% ነበረት 80% ትኸውን ወይ ከኣ ኣርባዕተ ሕምስ እትኸውን ማለት እዩ ኣብኣ ከተተሳሚዖም ከኣ ትቕየር ግን ናይ ብሓቂ ደልዮም ኣለዎ ክትቅየር ማለት እያ ኣብኣ ተበጺሓ ስለዚ እተን ኣርባዕተ በጺሕናየን ኣለና። እንታይ እያ ትኸውን ዘላ? ሕጋዊ ድዩ? የስ ግሉጽ ድዩ? እበልጽን ፈረቓን ልዕሊኡ ሕጊ ኣሎ ድዩ? የለን ንቕል ሓንቲ እመሓየሽ ድዩ? እመሓየሽን ፈረቓን ስለዚ ኣብዚ ኩሉ ኩነታት ሒዝና ምዚ ሎማዓንቲ ምዚ ድቐነናዮ ከተሓሓዛ ክፍትን እየ እሞ ሶሪ ክልተ ሰለስተ ደቂቕ ወዲኤ ንምንታይ ኢና ክንከላኸለሉ ዘለና ንምንታይ እዩ ኣብዚ እዋን እዚ ሲ ሓደ ኢሰያስ ኣፈወርቂ ኮንስቲቱሽን የብልኩም ኢሉ ጉሒፍልና ኣሎ ናይ ብሓቂ ግን ናይ ብሓቂ ክንስከፍ ዝግባኣና ከምዚ ኣብ ርእሰይ ክሓስቦ ከለኹ ከምዚ ሓደ ኮሚቲ ተኣኪቦም ሲ ነዛ ኣንጻር ቅዋምና ከምዚ ገሊኦም ከይተረድኦም ገሊኦም በቲ ድደልይዎ ማለት እዩ ወይ ከዓ ኣንጻራ ተበጊሶም ኣለዉ። ተበጊሶም ዘይኮነስ እዚ ኩሉ ዓመታት እውን ነይሮም። ሕጂ ተበጊሶም ከለዉ ንዓቶም ከም ጸላእቲ ጌርና ንሕና ከም ሃገራውያን ክንፈልዮ ይደልኹን ኣለኹ። ጌጋ ኣለዉ እየ ግን ዝብል ዘለኹ። ዝኾነ ኮይኑ ከኣ ክልተ ጌጋ ሓደ በዚ ጌጋ ገብር እቲ ሓደ ጌጋ ገብር እቲ ሓደ ጌጋ ናይ ኩሎም ተደጋጊሙ ግን ነታ ነታ ኣቕዋምና የንኩላ ኣሎ ሽረ ዝገብራ ኣሎ ማለት እዩ። ሓደ እዚ ቅዋም እዚ ናይ ሻዕብያ ቅዋም እዩ ዝብል ናይ ሻዕብያ እዩ ከም ድብሉ ውሕዳት ክኾኑ ይኽእሉ እዮም ድብሉ ግን ኣለዎ ስለዚ ናይ ሻዕብያ ተኮይኑ ናቶም እዩ ናይ ኤርትራ ኣይኮነን ማለት እዩ ከምዚ ኩሉ ንሪኦ ዘለና ግን ኣነ ናይ ኤርትራ ይበሃላ እየ ካብ ሕልፍ ኢሎም እዚ ናይ ኢሳያስ ኣፈወርቂ ቅዋም እዩ በቲ ድደለዮ መስርሕ ጣዕጣዕ ደበሎ እዩ ግን እቲ ኣብቲ መስርሕ ኣቲኻ ቁሩብ ምርምር ኢልካ ክትሪኦ ከለካ እሞ ካብ ኩላትና ኣብ ሂወት ከለና እኹላት ዓቕሚ ኣዳም ዝበፃሕና ነበርናሉ እዋን ዝሓለፈ ስለ ዝኾነ

ህዝቢ ኣይተሳተፎን ድብሉ ኣለዉ እቲ እቲ መስርሕ ደሪኦ ህዝቢ ተሳቲፉሎ ፈረቓን ሕጂ እውን እንደገና ኣምፂና ካልእ ኮንስቲቱሽን እንተነሳትፍ ካብኣ ንላዕሊ ከነሳትፉን ኣይንኽእልን ኢና ክንድርበሉ ኢና ዘለና ማለት እዩ ነቲ መስርሕ ደይኣምንዎ እቲ ገለገለ ክህሉ ክእል እዮም እዚ ኳን ኣነ እውን ከመይ ገርካካ ከም ደኣምንዎ ትገብር መሊስካ ኣብ ምግላፅን ገለ ግን እምነት ናይቲ ስርዓት እምነት ናይ ኢሳያስ ኣፈወርቂ እምነት ናይ ህዝባዊ ግንባር ዘይብሎም እውን ኣሎ ማለት እዩ ካልእ ከዓ ከምዚ ናይ ኢትዮጵያ ኣርቲክል 39 ዘለዎ ናይ ኤትኒክ ፌደራሊዝም ዓይነት ኮንስቲቱሽን ክመፅእ ተኮይኑ ምዚ ዘሎ ኮንስቲቱሽን ዘይቃዶ ክኸውን ከምኡ ዓይነት ክንፅሕፍ ኣለና ሓድሽ ምግስ ኣለና እውን ክኸውን ይኽእል እዩ ዝኾነ ኮይኑ ከምዚ ሓደ ተኣኪቦም ሲ ከም ኮሚቴ ኮይኖም ዳርጋ ዋላ ኣብ ሓደ ገዛ ይሃልዉ ዳ እምበር ኣብ ሓደ ኮይኖም ዝሰርሑ ኣለዉ ኣቦ ወንበሮም ኮመይነ መን ናይዞም ኮሚቲ እዚኦም ትብል ንብሎም ዘለና ሲ ነዚ ኣንጻር ኮንስቲቱሽን ተላዒሎም ዘለዉ ኣቦ ወንበሮም መን እዩ እንተንብል ኢሳያስ ኣፈወርቂ በቲሉ በቲሉ በቲሉ ዋላ ምስኦም ምሳይ ሰላም ዓዳ እምበር ፈጺሙ እዚኣ ትሰንዶ ድብል ሰንዲሎም ዘሎ ንዓኣቶም ፌቨር ገይሩሎም ዘሎ ኢሳያስ ኣፈወርቂ እዚ መልሲ ግብረ መልስና ናትና ኮንክሉዥን የዳእቱ ዘለኹ

ክትሰርሓሉ ትኽእሊ ግን ክነካላኸለላ ይግበኣና እዩ ሓደ ሰብ እፈልጥ ብድሕሪኣ ተወልደ ህዝቢ ኤርትራ በዝሕ ባይ ደወይ ኣብ ዝሓለፈ ንሳ ካብ እሳ ካብቲ ዝፀሓፍ ተወልዱ ኤርትራውያን ዝበዝሑ ካብ ካብ ቅድሚያ ተወለድና ንሱ ኣሎ ካልእ ዘይትርድኦ ጥልቕ ኢልካ ከምዚ ንገብሮ ዘለና ዕድላት ረኺብካ መምሃሪ ትገብረሉ ኣብነታት ኣሎ ማለት እዩ ስለዚ ኣብቲ ኣዌርነስ ኣብቲ ንዓኣ ምፍላጥ ኣብቲ ክጥቃዕ ከሎ ምክልኻል ልዕሊኡ ከኣ ብገበርካ ሕግታት ክጽሓፍ ከሎ ገለ ክግበር ከሎ ያዕ እንዳበልካ ሄይ ሄይ ኣይትረስዑ ኮንስቲቱሽን ኣላትና በዚኻ ንጽሕፍ ኣለና በዚኻ ንገብር ኣለና በዚኻ ሕጊ ክንገብር ኢና ገለ ጽቡቕ ጽሓፍዎ ቀሪብኩሞ ጽንሑ ሪመምበር ልዕሊ እዚኣ ግን ክኸውን የለን ካድን ክዳጋገም ክዳጋገም ክዳጋገም ኣለዎ ማለት እዩ ስለዚ በዚኣ እንተ ሓሊፍና ናብታ ፕሮሰስ ንምፃእ ማለት እዩ ፕረዚደንት ሰርወንና ጀሚርና ዘለና ፕረዚደንት ኮይና ተገልግለልና ጀሚራ ግን ሓደ ተርም ኮይና ኣብታ ካልኣይቲ ተርም ግን ፓወር ኮራፕት ሰን ኣብሶሉት ፓወር ኮንስቲቱሽን ናሆም ፓወር ኮራፕት ይገብር ነ ግን ዝኾነ ኮይኑ ገሌና ኣይደለናያን ገሌዮም ካ ደልዮም ኣለዉ ከመይ ጌርና ከንውረዳ ኢና ማለት እዩ ክልተ ምርጫ ኣለና ተርሚ ወዲኣ ብምርጫ ክልተ ተርሚ ንፍቀዳ ትወፅወፅ ትወፀላ ወይ ከዓ ኣብታ ቀዳመይቲ ተርሚ ተደለናያ ከዓ ንስዕራ ኣብ መንጎ ሓሳብና ቀይርና ንኻ ከም ዋላ ኩላትኩም ፈቲኹማ ከለኹም ከም ቁርብ ዘይፈተናያ ከኣ ንሕና ሳልዋ ኣይደለናን ሸዊት ኢና ደሊና ሸዊት መንግስትኣብ ትሕሸና ምክንያቱ ኣባል ዋኔሽን እያ ካልእ ካልእ የብላን ስለዚ ንዓ እንተደሊና መስርሖ እንታይ ማለት እዩ ኣብቲ ሃገራዊ ባይቶ ኣምፂኻ እኹላት ደገፍቲ ጌርካ ኢምፒች ምግባር እያ ናይቲ ኢምፒችመንት ከዓ ፕሮሰስ ኣለዎ ማለት እዩ ስለዚ እዝብ ኢልና ከሎ ቀሊል ከሎስ መገዲ ብርቱዕ ንደሊ ዘለና እንዲ ኮይኑ ዝስምዓኒ ሆፕፍሊ ኣብታ ኮንክሉዥን ኣብታ ናይ መወዳእታ እንዲና በጺሕና ዘለና ድሕሪ ነሳሒና ክንዛረበሉ መስለኒ ካብተን ንገብረንሲ ፍቓድኩም ክኸውን እዩ ማለት እዩ ክንዛረበሉ ድዩ ሓንቲ ካብተን ብዙሓት ንገብረንሲ ዋሕስ ናይዛ እዋን ኮይና ኣበገስቲ ኮይና ዋሕስ ክንብል ከለና ሙሉእ ህዝቢ ኤርትራ ዋሕሳ ምእንቲ ክኸውን እዩ ግን ባዕሉ ባዕሉ ኣይከውን እዩ ሃጓፍ ኣሎ ነዚኣ ተበገሰ በዚ ንሕና ንሰርሓሉ ናይ ዋን ኔሽን መገዲ ኣሎ በዚ በዓል ዶክተር ተስፋ በዓል ዩኤል በዓል ኩላትኩም ዝገበርኩሞ ደንቦብኩሞ ቢዩትፉል በዓል ዘቢብ ኩሉ ርኢናዮ ንዕኡ ኣላጋግብ ኣቢልካ ሕጂ ናብ ምንታይ ክጠቕመና ማለት እዩ ወይለይ ካብታ ዝበልኩም ትማሊ ኣላትና እንደስ ደባሲ የብልና ገለ የብልና ኣብኣ ንኣቱ ማለት እዩ ባልጃኻ ከድካ ዓዲ ክትከይድ ትኽእለሉ ኩነታት ፍጠር ማለት እዩ ንድኾነ ግን ወጢጥና ወጣጢጥና ኣብቲ ከምቲ ሕጊ እንዳባ ኣለና ገለ መለ ገለ ንብልና ኣይ ኣይ to me ሕግ ሕጊ እንዳባ is so generic ማለት ናይ መን ናይ እንዳ ናተይ እንዳባ ድዩ ናትኩም እንዳባ ድዩ ገለ መለ ሕውስ ዋስ ቅዋም እዩ ዘለና ቅዋም ኣለና በዛ ቅዋም ተጋባ ኢልና ንገብረሉ መገዲ ማለት እዩ ኣብዛ ናይ ብርሃነ ብርሃ መፅሓፍ ከም ዝበላ እንታይ ኢና ክንገብር ዝግባኣና ዋላ ንሕጂ ንኢሳያስ ንወርዶ ሃገራዊ ባይቶ ተኣኪቦም ካብ ሎሚ እኒኦ ፕረዚደንት ከይትኸውን ኢኻ ኢሎም ክእውጁ ኣለዎም እዩ ዝብል ኦቢ ከምኡ ይግብኡ ስለዚ ኣብታ ቀዳመይቲ ክትከውን ዘለዋ ልክ ከምዛ ኣብዚኣ ፋየር ምስ መፀት ኣምቡላንስ ዝመፀት ቀዳመይቲ ክትከውን ዘለዋ ሃገራዊ ባይቶ ክወከሉ እዩ ማለት እዩ ዋላ ሰለስተ ኩሉ ወይ ከዓ ዓድኻ ከይድካ ቀልጢፍካ ህፁፅ ምትእኽኻብ ጌርካ ትገብረላ ማለት እዩ ሶሪ ካብ ተበልኩ ንላዕሊ ግዜ ወሲደ ክብረት ሃበለይ ተንኪ
ከምዛ ዳኒ ዝበለ ላምሲ ብኢዳ ዝቐርባስ ብእግራ ተሓከፍ ኢሎሞ እዛ ቅዋምሲ ኣብኣ ከለኹ ዝፀላ ኢለ ሓንቲ መወከሲ ዶኩሜንት ዘላትና ንሳ እያ ናብ ሰላማዊ ዝኾነ ምስግጋር ድሕሪ ውድቀት ስርዓት ኢሰያስ ማለት እዩ ኩልና ኣይ ቲንክ ነዚኣሲ ከም ኣሳይመንት ከማን ዳሕራይ ዓዓቅምና ዶክተር ተስፋን ሳልዋን ክንድዚ እንድሕር ሰሪሖምሲ ናይ ካልኦት ዓቅሚ ተሓዊሱ ውን እንታይ ክንሰርሕ ንኽእል ንሕና ኣክቹዋሊ ከማን እታ ናታ ኦርጋናይዜሽንስ ጀሚርናያ ስለ ዝነበርና ውሁድ ስራሕ ድሕር ሰሪሕና ኣብዛ ናይ ቅዋም እቲ ሓደ ክንዕወተሉ ንኽእል ማለት እዩ ሕጂ ናባኹም ክትመጽእ እቲ ዳይረክት ሕቶታት ክኾን ኣሎ ናብ ዳሕራይ ናብ ዲስካሽን ክንከይድ ኢና

ወሰንሰገድ ሓጎስ ክብሰሮም ኣይግባእናን እዩ። ብምኽንያት ናይ ኣኼባ ኣብ ስዊድን ኣይመፀን ኣባል ናይቲ ኣወሃሃዲት ናይቲ ኣኼባ ስለ ዝኾነ ነዚ ቀዳመ ሰንበት እዚ ምሳና ክሕወስ ኣይከኣለን። ግን ከም ቀንዲ ተፀዋዒ ኮይኑ ወሰንሰገድ ኢና ክስታይ ጌርና ንሱ ምስ ተስፋ ምስ ካልኦትን ኮይኖም ክስታይ ገይሮሞ ክንርስዖ የብልናን ዘየለወሉ ሓንሳብ የነጣዓል Thank you በቶም ኩሉ ኩሎም ናብሕቲኦም ኮይኖም ዝሓገዙ ኣይ ቲንክ ኢሎም Thank you. ግብኦም እዩ ንሕናሲ ኩሉ ኤርትራዊ ኣብ ሰዓት እዚ ሲ ካብ ግዜ ናይ ስድራ ቤቱ ግዜ ናይ ናብሩ ግዜ እንታይ ዝበሃል ቀኒሱ እዩ እቲ ኣበርክቶ ዝገብር እሞ ዝኾነ ይኹን ሰብ ኣበርክቶ ዝገብር ኩልኻትኩም እቶም ነቲ ዓንቀፅ ኣብ ምንብባብ እውን ኣብ ቪድዮ ቀዲሕካ ናይ ብሓቂ እቲ ቀንዲ ፀገም ናይዚ ቅዋም ሲ እቲ ናሽናል ኣሰምብሊ ሲ ናይ ብሓቂ እየ ዋላ ግደፎ ካልእ ሕብረተሰብና ሲ ዋላ ኣብቲ ሕብረተሰብና ተማሂሩ ዝብል ኣካል ከማኒ ናይቲ ናሽናል ኣሰምብሊ ፓወር ኣይንፈልጦን ኢና ንሱ እዩ ከዓ እቲ ቀንዲ ፀገም ዘሎ ሲ ናብ ካልእ ናብ ዲክታተር ከይንኸይድ ገለገለ ንፈርሕ ብዙሕ ነገራት ዘሎ እቲ ሃገራዊ ባይቶ እንታይ ዓይነት ሓይሊ ከም ዘለዎ

ክንብል ኣለና ዶ? ዶር ማትያስ ቃለበርወዝ፣ ዝኾነ ይኹን ስልጣን ካብዛ ቅዋም እዚኣ ወጻኢ ንኢሳያስ ኣይሕጋውን ኢኻ ንብሎ ዘለና ኣይቅዋማውን ኢኻ ስለ ዝኾነ ድሕሪ ሕጂ እውን ንዝመጽእ ኣካል መተካእትኡ ብኸምኣ ክንምክቶሲ በዛ ቃል እዚኣ ክንሰማማዕ ንኽእል ዶ? ንጹር ዘቶ
ኣማይ ሕጂ ነዛ ቅዋም ጋርድያን ክንከውን ክንብል ከለናሲ ብኸመይ ኢና ክንከላኸለላ? ሚድያ ትካላት ኣለና፣ ንሳቶም ድዮም ሰባት ኢንተርቪው እንዳግበሩ እቲ ህዝቢ ኣዌር ክኸውን ከም ዘለዎ ክገብሩ ዘለዎምሲ ወይ ንሕና ቮለንተሪ ኮይና ብዛዕብኡ ኣስተምህሮ ንህዝቢ ዲና ክንህብ? ብኸመይ ኢና ክንከላኸለላ? ብቕዕቲ ሕቶ እያ። ከመይ ኢና ብኸመይ ኢና ጋርድያን ክትከውን እንተኢልካ ኣይ ቲንክ እታ ሕቶ ብኣንጸርትላ ከም መልሲ ኣለኹ ኮይና ትኸለል። ኣነ እውን እታ ሕቶ ክም ቡኮ ወይ ዊክ ፖይንት ዝበሃል ኩሉ ሻብ ናይ ቆንቋታት እዩ። ኣብቲ ቅዋም ኩሉ ቆንቋታት ኤርትራ ክኾን እዩ ዝበሃል ዋላ ቦትኡ እናሃለወ ግን ኣብቲ ህወት ናይ ዓድናሲ ጸገም ፈጢሩ እዩ። ዝያዳ እውን ነቲ ቅዋም ካብኡ ዘርሕቕ ሰብ

ብናይ ዶክተር ተስፋ ጅምር ካብታ ምስታ ቅዋም ደይቃዶ ዓይነት ድኸይድሲ ወይ ከዓ ኣነ ኣለኹ ንዝበለ ወይ ኣነ ሕጊ ይሰርሕ ኣለኹ ወይ ኣነ ክመርሕ ኣለኹ ወይ ኣነ ገለ ንዝበለ ሲ ዘይቅዋማይ ዘይሕጋዊ ከዓ ክንብል ከለና ሲ ዘይቅዋማይ ቅዋማዊ ዴታ ንብሎ ዘለና ዋላ ነታ ዘይሕጋዊ ገዲፍናስ ዘይቅዋማዊ ከማን እዩ ኣንኮንስቲቱሽናል ኢትስ ናት ኦንሊ ኢሊጋል ኢትስ ኣንኮንስቲቱሽናል ልዕሊ እዩ ልዕሊ ዘይሕጋዊ እዩ ዘይቅዋማዊ እሞ ናይ ብሓቂ ካብቲ ክንፈጥሮ ደሊና ዘለና ኣዌርነስ ኣበሃህላ ቃላት ዋላ ምዛ ናይ ኣማን ኣላግብ ከነብላ እንታይና ክንገብር እውን ሓደ ኣብቲ ሚድያ ከድካ ንህዝቢ እቲ ሓበሬታ ትህበሉ ገለሉ ግን ካብኡ ንላዕሊ ከኣ ነቲ ህዝቢ ቃላት ተር ተረክቦ ኢምፓወር ዝገብሮ ቃላት ሕጂ ዘይ ዘይቅማዎ ቅዋማዊ ጽቡቅ ዝኾነ ነገር ዘይቅዋማዊ ኣብዚ ንቕመጠሉ ናይ ኩሉ ኣብ ምዕራባዊ ዓለም ዘለና ኢና በብቋንቋኹም ከምኣ ትብሉ ትኾኑ ዝኾነ ነገር ትመጽእ ከላ ዕ ዛስ ኣንኮንስቲሽናል ፖሊስ ንሓደ ሃርሞ ዛስ ኣንኮንስቲሽናል ኣንኮንስቲሽናል ኣንኮንስቲሽናል ለሚዶሞ እዮም ኣብቲ ቃሎም ንሕናኻ ዘይቅዋማዊ ትብል ክነእትወላ ንኽእል ኢና ማለት እዩ ሕጂ ከመይ ጌርካ ከተተኣታትዎ ሚድያታት ኣሎ ሶሻል ሚድያ ካብ ኩላትና ወነንቲ ሚድያ ኢና ማለት እዩ ብዙሕ ነገር ንገብሮ ኣሎ ግን ኣብቲ ክብለን ዝፈተንኩ ዓዓንተወይ እንታይ ኢና ክንገብር እቶም ዋሕስቲ እንታይ ኢና ክንገብር ሓደ ኣስተምህሮ ክኸውን ኣሎ ማለት በብመገድና በብክእለትና በቢ ዋላ ብኣካል ድዩ ዋላ ብካልእ ካልኣይ ከዓ እታ ቅዋም እዚኣ ከምዚ ባልካላ ሓደ ከምዚ ሕቶታት ንመስሎ ኣሎ ፅቡቅ መግለጺ እንዳሃብካ እወ ከምዚ እዩ ኮይኑ እቲ ፋክቹዋል ዝኾነ ኢልካ ኢሂን ምሂን ትባሃለሉ ማለት እዩ። ዲለጂትማይዝ ለጂትመት እንድያ ንዓኣ ዲለጂትማይዝ ዝገብር ነገር ክመጽእ ከሎ ከኣ ትከላኸለላ ኣለኻ ማለት እዩ። ዜሮ ዜሮ ከኣ እታ ልዕሊኣ ሕጊ ካልእ ክሓግዶ ኣሎ ንምዝካር ማለት እየ። ድሓር ኣብ ሓመድ ድሓተታ ክንኣቱ ከለና ናይ ቋንቋታት ማዕረ ቋንቋታትሲ ኢኳሊቲ ኦፍ ኦል ላንጉጅስ ገለመለ ዝብል ኣሎ ዝኾነ ኮይኑ ኣብዚኣ ልክዕ ጽብቕቲ ሕቶ እያ ምኽንያቱ ከምዚታት ክመጽእ ከሎ ስታይ ንገብር ኢና ማለት እዩ ራይ ኣብ ዝላይና ክንብል ኢና ኣብቲ ሃገራዊ ባይታ ኳንካ ጥራሕ ኢኻ ግን ነዚኣ ትገብራ ተቐይራ እጂ ናይ ብሓቂ ድሌት ኣለኒ እዚኣሲ ኣብታ ገይሮማ ዘለዉ ናይ ቅዋም ውፅኢታ ናይ ተቋንቋታት ማዕረ ኣይኮነ ማዕረ እንዳበልካ ሃስያ ኣለዎ ኢልካ ኣናሊሲስ ጌርካ ግን ዜርካ ዜርካ ዜርካ በዚ ንህዝቢ ክትእምን እንዳኸኣልካ እንዳትገብሮ ነገር ኣሎ ክትፍፅም ክትዕሪ ርሳስ መደምሰስ ኣላታ ደምሲስካ ከተመሓይሽ ተኾንካ እታ ምድምሳስ እኳ ፀሊእ ኣሎ መመሓየሽ ኢና ዘለና ዘለና ምሽ ተደሊኻ ግን ሃገራዊ ባይታ ወይ ክትድምሰሱ ከምኣ ዝገብሩ
እስኻ ከምኣ ክገብሩ ዝኽእሉ ሰባት ቦት ትገብረሎም ወይ ካብ ባዕልኻ ትሳተፍ ከመያ እታ መስሪሕ እምበር ንሕና ሕጂ ተዛሪብና ዋላ ድላይና ውን ጸጸግዕና ተሓዝና ተደይሓዝና ኣሕና ንሕሸና ንሳቶም ክገብሩ ከለዉ ምስ ህዝብና ተተቃጥዓ ንሕሸና ማለት እዩ ካብኣ ሓሊፍካ ናይ ሳዋ ኣነ ጌጋ ክልኣለይ ቢ ኣምባሳደር ክእረመኒ ክእል እዩ ግን ካብቲ ደጊመ ደጋጊመ ምስ ዕለታን ምስታ መዓልታን ዋላ እታ ሸዓ መዓልታ ከማ ንዝክራ ራቲፋይድ ኮይኑ እታ መዓልቲ ሃበኒ
ሰዓት

ካብ ዲክተይተርሽፕ ናብ ዲሞክራሲ ኣትርጉ ኢኻ፣ እታ ሃገር ግን ኣብ መሰጋገሪ መንግስቲ ክትኣቱ ዝኽእል እያ፣ ኣብ ትሕቲ መንግስቲ ዝኸውን ዘሎ ግን እዚ መንግስቲ ግን ኣብ ትሕቲ እታ ቅዋሚ መንግስቲ ዝኸውን ዘሎ እምበር መንግስቲ መፅኡ ይኮነን ቅዋም ዝፅሕፍ ዘሎ ምክንያቱ ተደይኮነ ነታ ልኡላዊት እያ ልዕሊኣ ካልእ ሕጊ የለን እንተኢልና ነቲ መንግስቲ ልዕሊ ኣቐሚጥና ኣለና ማለት እዩ ገባርን ሓዳግን ኸውን ኣሎ ተደልዩ ድምስስ ተደልዩ ገድፎ ኣላትና ንብል ተኮይንና ግን እታ ፍልልያ ምንታይ እያ

ናተይ ቅሩብ መብርሂ ክህብ እሞ ኣብቲ ህጹ ከኣቱ እየ ካብ ተስዓን ሰለስተን ስጋዕ ተስዓን ሸውዓተን ኣብቲ ኮንስቲቱሽን ኮሚሽን ናይ መነሶታ ብራንች ሰሪሐ ኣለኹ እቲ ካይዳ ከም ዝበልካዮ ኒሩ ዩኒተሪ ገቨርንመንት ሰፖርት ዝገብር ዶክመንት እዩ ሓደ ዓይነት ኣረኣያ ሰፖርት ዝገብር ዶክመንት እዩ

እንታይ ትኸውን ዘላ ንኹሉ ዘሳተፈ ኔሩ ዶ ኣይኮነን ኣይ ቲንክ ነቲ ነቲ ዩኒታሪ ሞር ባያስ ዝኾነ ነቲ ፈደራል ዝነጽግ እዩ ኣበጋግስኡ ክበሃል ኣይ ቲንክ ኢትስ ፌር እሞ ስለዚ ከመይ ጌርና ኢና ሕጂ እታ መደምሰስያ ተለና ከመይ ጌርና ኢና ክንኣልያ ከምዛ ሕጂ ዝገበርናያ ናይ ቋንቋ ማለት እያ ፕሮሰስ ስለ ስለዝነበረ ንኹሉ ሳታፊ ነበረት እምበኣር ሕጂ ናይ ፈደራል ዓይነት ኣረዳድኣ ጌርና ንህዝብና ንምሃሮ ወከልቱ ከኣ ኣብቲ ሃገራዊ ባይቶ ኮይኖም ክዕርይዎ ኣመንቲ ክገብሩ መገድታት ኣሎ ኢትስ ሰልፍ ክሊኒንግ ፕሮግራም ባዕላ ትረስሕ ባዕላ ትዕረ ስለዚ ተደይኮነ ከ ዋትስ ኦልተርናቲቭ ካብ ንዓተ ደለኻ ግን እንታይ ክትገብር ኢኻ እዚ ደምሰስ ክትብል ኢኻ ክንደይ ከያስ ክመፅእ እዩ ናይ በይናኻ ክትገብር ኢኻ እነን ሓይሊ ዋላ ከም ዝበልካዮስ ዋላ ህዝባዊ ግንባር ተገደደስ ብሓይሊ ከማነይ ኦር ኤልስ መበለ ለቨሬጅ ነይርዎ ለቨሬጅ ናብ ቢብል ሻውን ግን ንምንታይ እውን ኣቱ ዝቀለለ ኮነ ግን ኣብዚ ንመፅእ ዕስራ ዓመት ከም ገለ ጌርና ናብቲ ናብ ፌደራል ሰንቂሮ ኢና ዝብሉ ሓይልታት እንተመፅኦም ግን

ድዛረበለን ዓበይቲ ነጥብታት ናይ ቋንቋ ናይ መሬት ናይ ገለ ገለ ገለ ድበሃል ኣሎ ኣነ ንነብሰይ ፍሬም እየ ክገብረላ እቲ ህዝቢ ንምንታይ ገደሸኒ ኣብቲ ብፃሕ እሞ ንብፃሕ ነቲ ሃገራዊ ባይቶ እሞ ንትፈሎ ሽዑ ምስ ሓዝና ነቲ ፈረስ ኣብቲ ብፃሕ መሰብፃሕናዮ ማይ ክሰቲ ድዩ ዘይክሰቲ ድዩ ዋላ እቲ ብሪጅ ክንሰግሮ ድና ድንሰግሮ ሽዑ ኢና ነርክበሉ ግን ኣሎ ሓቅኹም ኣሎ ካብዚ ኣሰራርሑ ጀሚርካ ክሳብ ካልእ ተወሳኺ ሪኢቶ በላ ኣለዎ ዘን ኣብዚኣ ፖሊሲ ሓንሳብ ዝብል ሰሌ ኣነስ ምናልባት ምስ ሕቶ ተኣስርት እያ ናብኣ ምሳለሽ ኣነ ሓደ ካብቶም ዘንበቡ ናይ ዝነበኳም ምናልባት ሓደ ሓሙሽተ ሽዱሽተ ዝኾኑ ቪድዮ ገይረ ገለምታት ድሓር ክዕዘቦ ጀሚረ ዝኽትዕ ዝኸይድ ነበረ ነቲ ዘሎ ነቲ ዘሎ ፀገም ናይ ደላይ ፍትሒ ምንሹ ዘጓሃብር ናብ ካልእ ዝኽይድ ገምታት ተኣልዩ ነይሩ። ኣነ ሕጂስ እንታይ እየ ትብል እታ ናተይ ኣእምሮ። ካብዚ ድማ ብዝከኣል መጠን በቲ ደሎ ዓቕመይ ክርሕቕ እየ ዝፈቱ ዝደሊ ኩሉ ሻብ ዝፍትን እወን ኣብቲ እንታይ ሽሙ ኣብዛ ናይ ቅዋም ጉዳይ ኣነ ሕቶ ደላትኒ ኣላ ከመይ ጌርና ኢና ንሕናሲ እዚ ቅዋም እዚ ነቲ መሰጋገሪ ኮሚቲ ክኸውን ኣለዎ ኢልና ነቲ ደላይ ፍትሒ ንብሎ ዘለና ነዚ ኩሉ ገሊኡ ኣንጻሩ ዘሎ ገሊኡ ብተፈላለየ ምክንያታት ዘሎ ከመይ ጌርና ኢና ንሕናስ ከነዕግቦ ወይ ከኣኒ ኣብዚኣ ክንኣትዎ እንታይ ዓይነት ሓይሊ ኢና ዶክተር ተስፋ ኣብዚኣስ መልሲ ሃብ ካልኦት ክመፁ ኣኽእሉ እዮም እቲ ኣቕዋም

እዞም ቮለንቲርስ እዚኦም ንሕና ናፃ ኣውፂእናኩም እታ ሃገር እያ ኣይበሉን ኣታ ህዝቢ ኢሎም ሓቲቶም ሕጂ ናይዚ ናይ መጨረሻ ዕርገት መውሃቢ እያ ሕጂ እምበኣር ዝኾነ ይኹን ሰብ እንድሕር እዛ ሃገር እዚኣ ናይ ህዝቢ ኮይና ንስኻ ካብ ኣካል ህዝቢ እንድሕር ኮይንካ ትራንዚሽን ብህዝቢ ቢልካ ክትመፁ ከምዛ ዳንኤል በርዓ እንተበል እዛ ሃገር እዚኣ ትራንዚሽና ወዲኣ እኳ ወዲእና ኢና ትራንዚሽን ዘይተመለሰ ሕቶ የብልና ጥራሕ እንታይ ዝሓንገደ ስልጣን ኣሎ ዝሓንገደ ስልጣን ኣሎ ዘይሕጋዊ ስልጣን ካይፈች ኩለንተ ምክንያታትን ውዲእወን እዩ ሪቮሉሽነሪ ሌጂትመሲ ብሰውራ ብሰውራ ስለመፃፍ ስልጣን ሒዘ ዝበለ ወዲኣ ትራንዚሽን ለጂትመሲ ተወዲኡ ቅዋም ምጽሓፍና ድሕሪኡ እንታይ ኣምኽኒዩና ነይሩ ዝኣምኖ ዘይኣምኖ ሰኪሪቲ ለጂትመሲ ሃገር ኣብ ሓደጋ ኣላ ኢሉና እዩ ንሳ ከኣ ምስ ኣብይ ፈሪሙ እንድዩ ጁላይ ተወዲኡን ሕጂስ እንታይ እዩ ንኢሳያስ ሎሚ ሕጂ ኢለጂትመይት ኢኻ ንብሎ ዘለና ስለምንታይ ብቅዋም ኣቢልካ ስለ ዘይመጻእካ ህዝቢ ስለ ዘይመረጸካ ኣይሕጋዊ ኢኻ ሕጂ እምበኣር እቲ ትራንዚሽን ንብሎ ትራንዚሽን ኣይኮነ መን እዩ ስልጣን ሂቡና ንዓና ትራንዚሽናል መንግስቲ ከቕውም በዓል መን ብኸመይ ትመጽእ እስኻ ኣብቲ ትራንዚሽናል መንግስቲ ከምዚ በዲስ ኣበባ ትገበርዎ ወይ ኣብ ኣዋሳ ዝተገብረ ካብዚኦም ክንዚኦም ካብዚኦም ውድባት ክንዚኦም ካብ ሲቪል ሶሳይቲ ገለ ኢልና ድና ከነቐምጦ ነው ኬር ቴከር መንግስቲ ክህልወና ክእል እዩ ብሕድሪ ኣገብ እምበር ትራንዚሽናል መንግስቲ ኣይክህልወናን እዩ እንድሕሪ ኢሳያስ ብሰላም ነዛ ጉዳይ እዚኣ እንድሕር ደይረኪብዋ ዕድለኛታት ትኾና እቲ ሃገራዊ ባይቶ ተጠርኒፉ ከም መቐፀልታ ናይታ መሰጋገሪ ሃገራዊ ባይቶ ይመፅእ ምስቲ ኢነብለር ሓይሊ ወተሃደር ድዩ ገለ ንኢሳያስ ዝኣለየ ግን ከም ኢነብለር ኮይኑ ሕጋውነት ክህልዎ ግን ንሕና እቶም ብህይወት ዝጸናሕና ብህይወት ዘለና ናይ ሃገራዊ ባይቶ እቶም መቕጸልቱ እዚ ስልጣን እዚ ተረኪብናዮ ኣለና ስልጣን እዚ ንነዊሕ ዓመታት ተዓጺና ስለ ዝነበርና ሰለስተ ወርሒ ወይ ሓሙሽተ ወርሒ ስልጣን ንምርጫ ንምድላው ካልእ ዋላ ሓንቲ ክፍርሙ የብሎምን ሓንቲ ክገብሩ የብሎምን

ንሰብውን መወከስታ ስለ ዝኾኖ ክደጋገም እውን ኣለዎ ፅቡቕ እዩ ካልእ ግን እቲ ዝበሃል ዘሎ እንድሕር ዘየሰውዒልናሉ ሽግር እዩ ስለ ምዝራብ ጥራይ ክዝረብ እዛ ሕቶ ዝሓውና ዝሓተታ ንኣብነት እንታይ ኣሎ እቲ ጎደሎ ትብሎ ዝበለካ ኣብቲ መደረ ናትካ መጀመርያ ዝገለፅከ ኣለኩ ኣብዚ ፅሒፍ ኣሎ ኣብቲ መደረ ሓደ ካብቲ ሃጓፋት ኢሎም ዝዛረብሉ ሰባት ኢልካ ዝተዛረብካዮ እቲ ናይ ተሳታፍነት ዘይምዕሩይነት ሓደ ኸውን ድሕሪኡ ካልእ ብዙሕ ሰብ ዝዛረበሉ ኣሎ ንሕቶ መሬት ወዘተረፍ ወዘተረፍ ኣምባሳደር ዓንደ ብርሃን ዕድል ተዝወሃቦ ኣነ ዘይፈልጦ ዝነበርኩ እሱ ግን ንኣብነት በዓል መን ካብ ሰብ መትሓት ከይተረፈ ብሃይማኖት ደረጃ ተሳቲፎም ዝብል ዓንተ ወይ ንስኻ ተንኪፍካ ነርካ ትረዳና ብዝሒ ደቂ ኣንስትዮ ክንደይ ነይረን እቶም ኣባላት ክንደይ ነይሮም ወዘተረፈ ዝብል እዚ ጽቡቕ እዩ ኣብኡ ክትንከፍ ዕድል ተሂብካዮ። ካልእ ሕጊ እንዳባ ዝብል ኣርእስቲ ብዚ ተተንኪፉ ነይሩ። ሕጊ እንዳባ እኮ ዝተመለሰ እዩ። ባዕልኻ ኣብኡ ክትምድር እንከለኻ ዝመለስካዮ እኮ እዩ። መስርሕ ምንዳፍ ቅዋም፣ መስርሕ ምጽዳቕ ቅዋም፣ መወዳእታ ከዓ ትግባረ ቅዋም እዩ። ኣብቲ ምንዳፍ ንሕጊ እንዳባ ንክብርታት ኣብ ግምት ከእቱ ክሳብ ወሰናስን ገጠራት ኤርትራ ተንቀሳቒሶም ክትዕ ተኻይዱ መሰል ደቂ ኣንስትዮ ከይተረፈኡ ሪፍለክት ኮይኑ ስድሓይሽ እቲ ስለዚ ኣብኡ ተገይሩ ኮይኑ ካልእ ተኣፋፊ ምዃኑ ብግምት ብምእታው ክልተ ነገራት መፅዩ ዮሱፍ ሕጂ ኣካል ናቱ ነይሩ በንፃሩ ግን እትኡ ዘጋጠሞ ሰበብ የልዕሎ ኣሎ ነዚ ኮንሰርን ክግበር ኣይተኽኣለን ኢንዶርስ ክገብርዎ ፀኒሖም ኣብ እዞም ሰባት ንዑ ከይተረፈ እንደገና ክቕፅል ኣለዎ እንዳተባሃለ እዚ ሻቁሎት እዚ ዓንቶይ ክዛረብ ኔርዎ ሱቅ ተረዳላ ወይ ውን ድሕሪ ጸብጻባት ኔሩ ኮይኑ እዋ ከምዚ እዩ ዘሎ ካብ ክሕብረና ሲ ይገዛዝዓና ኣሎ ዝብል ኮንሰርን እንተዝለዓል ውን ንምምላሹ ሓጋዚ ምኾነ እንታይ ደኣ እሞ ንግበር በብዝኣመናሉ ንኺድ ወይ ስቕ ኢልና ከይጠቐስናያ ንኺድ ናብ ምባል ውን ምኼደ ሓንቲ ነገር ግን ከምጽእ ኣነ ንስኻ ባዕልኻ ዝነበርካዮ ማለት እዩ ሰሌ ኣምባሳደር ዓንደ ብርሃን ዘለዎን ገለን ሳውዝ ኣፍሪካ ኣብ ማእኸል ኣኼባ ዎክኣውት ክገብር እየ ኢሉ ቦርሱኡ ሒዙ ዝወፀ ሰብ ኣይነበረን። ኣይተገማማዕናን፣ ሓዝ ሓዝ ኣይተባህለን። ንባዕሉ እቲ ደምዳሚ ኣዋጅ ንኸነውፅእ ሊንግስቲክ ዝኾኑ ሰባት ተፈልዮም ነዊሕ መጎተ ኣይተኻየደን። ቴስዓን ሸውዓተን ከይንትንክፍ በንፃሩ ከይንገድፍ ኣይተባህለን ድዩ? እሞ ነዚ እውን ኣብ ግምት ብምእታው እቲ ዝሓሸ ሓሳባት ከተቐምጡ ትፈልጡ ተንክ ናብ
በቃ ሰለስተ ኣብ መጨረሻ ዳሕራይ ኣምባሳደር ዓንደብርሃን ኣብዚ ኮንክሉዥን እንታይ ባዕልና ግን ፕሊስ ሓጻር ግበሮ እንተ ሕቶታት ሳልዋ ቅድም ተወልደ ዳሕራይ ሳባ ዳሕራይ ኣማን ቶብ ኣብ ኣክኖዲ ኢና ድሕሪ ኦኬ ኣምባሳደር ጉበኤ ቢንያም እኳ ኣምባሳደር ዳርጋ ጉልብልም ኣቢልለይ ደሓንቶ ምክንያቱ ኣበይ ይመስለኩም እቲ ሽግርና ዘሎ ንሕና ሙድ ናይቲ ክቕየር ዘለዎ ክሕሎ ዘለዎ ወይ ከዓ ትግብሮ ዘለና ድልውነት ኣሎ ድዩ? እቲ ሙድሲ ደሓን ደሎ በሲሉ ድዩ ንኣብነት ዓንተወይሲ ከም ርእይቶ እንታይ ኣቕሪቡ ነይሩሲ ነዛ ሕጊ እዚኣ እንድሕሪ ነዛ ቅዋም እዚኣ እንድሕሪ ብሪኮግኒሽን ናትካ ዘይትቕበላ ኮንካ ጸረ ኢኻ ሕጂ ብተቃዋማ ኢኻ ትወስዳ ኣለኻ ማለት ዊች ሚንስ ዘይሕጋዊ ኢኻ ክትበሃል ከምዛ ሃገርነትን ዘይሃገራዊ ትሕቲ ሃገራዊ ገለመለ ከይትመስል ከተቕስለና ሓደ እዚ ካልኣይ ኣደ ኣብቲ ናይ ቅዋም ክኸይ ከሎ ኣብ ሱዳን ንከታተል ነይረ ኣነ ተሳተፎ ነይረ ማለት ኣነ ኢለኩም የኣምኖት ባያዝድ ኦፍ ኤሪትሪ እቲ ኩሉ ዝግበር ሲ ይኣትዎ ነይረ ማለት ዶ ሞስት ፕሮባብሊ ተቃውሞ ዝበዝሖ ነይሩ ማለት እዩ ኣብቲ መድረክ ኣብ ሰሙን ድዩ ብገሊኡ ከዓ እንታይ መፅኡ ናይዞም ጂ ፊፍቲን ብዘይ ፍርዲ ምእሳር መፅኡ እዚ ውድብ እዚ ፕራክቲስ ክገብር ኣይደልን ዘሎ እዚ መንግስቲ እዚ እሱ ድዩ ስለዚ እሱ ዘምፅኦ ይኹን ዋላ እሱ ዝጥረዮ ነገር ስራሕ ዘይብሉ ዋላ እውን ሕጋውነት ዘይመርሕ እዩ ዝብል ከዓ እንደገና ተቃውሞ መፅኡ መን እዩ ክገልፅ መፅኡ እዚ ወዲ ሸንገል መጽዩ። ወዲ ሸንገል ክሳብ ክንደይ ኤክስፕሬንስድ እዩ ኣብቲ ቃልሲ፣ ኣብ ህላውነት ናይቲ ቃልስን ኣብቲ ሓጎጽጎጽ ናይቲ ቃልስን ምንባር ማለት እዩ። ወዝ ሂ ዘር ኣይነበረን ቃልሱ ብኸምኡ ዓይነት ክገልጽ ዝኽእል ኣይኮነን ማለት እዩ። ሶ ነቶም ተቓለስቲ ሓያላት ምስ ኮነንዎም ኣብሶሉትሊ ኣነ ዝኾነ ዓይነት ሕጊ ኣይስራሕን ይበሃል በዚ መንግስቲ እዚ። ምኽንያቱ ነፃጋይ ናይ ሰብ ውፅኢት ሰብ ፃማ ስለ ዝኾነ እዩ ማለት እዩ። ሕጂ ከዓ እዛ ክንገብራ ዝግብኣና ኢንኦል ኣስፐክትስ ንክንቅበላ ወይ ከነተጉብራ ናህና ብዙሕ ኣጂቴሽን ከድልየና እዩ። ክንበስለላ ኣለና ዋላ እውን ንሕና ክንርዳእ ኣለና ብኩሸነኻታ ክንመዝና ይግብኣና እዩ።

ኣይ ቲንክ ተረዲኣትኒ ብዙሓት ከማ ምስኦም ኣነ ዝተዛረብኩ በዚ መንገዲ ገይረ እንታይ ሽሙ ገብሮ ሕጋዊ ፓብሊክ ዶክመንት ኮንስቲቱሽን ከተግብሮ ስለ ዘይከኣለ ኣብቲ መሰጋገሪ ፒሪየድ ሮድ ማፕ ዝበሃል ኣሎ። እቲ እቲ መሰጋገሪ ዝመፅእ መንግስቲ ኣዋጃት ይእውጅ ከም ሪፎርም ክእውጅ ይኽእል እዩ። ቅዋም ከተግብር ይኽእል እዩ። እሱራት ክፈትሕ ይኽእል እዩ። ገበነኛታት ክሳብ ዝፍረዱ ኣብ ቀይዲ ክፅንሕ ይኽእል እዩ። ባይቶ ናብ ቦትኡ ክምለስ ወይ ምርጫ ንክግበር ናይ ምርጫ ኮሚሽናት ከቕውም ይኽእል እዩ። ዝተፈላለያ ኮሚሽናት ከቕውም ይኽእል እዩ። ሕጂ እዚ ዶክመንት እዚ እዚ ኮንስቲቱሽን እዚ ኣነ ናተይ እዩ። ስለምንታይ ናተይ ይብሉ ኣለኹ? ካብ ኣሜሪካ ወካይል ክኸዱ ከለዉ ኣባላት ባይቶ ሓደ ካብ ኣትላንታ ይኸይዱ። ኣን ዶክተር ዓንዳፍ ገብረመስቀል ካብ ኣሜሪካ ተወኪሉ ካብታ ዘለኹ ኣነ ከተማ ይኸይድ ስለዚ ብውክልና እቲ ኮንስቲቱሽን ናተይ እዩ ክፀሓፍ ከሎ ካብ ሙሉእ ህዝቢ ኤርትራ ኣረግቶት ደቂ ኣንስትዮ ምሁራት ካብ ካልኦት ውድባት ካብ ኩሉ ዝተዋፀ ኮሚሽን በቲ ዝነበረና ዓቕሚ እቲ ኮንስቲቱሽን ሕጋዊ ኮይኑ እቲ ባይቶ ኣፅዲቕዎ እዩ። መዓስ እዩ ፀገም ኣጋጢሙና እቲ ቅዋም ኣየተግብሮን እየ ምስ በለ ኢሳያስ እቲ ግን ፓብሊክ ዶኩመንት እዩ። ሕጂ ፀገማት ዘለዎም ሰባት እንድሕር ኣልዮም ኣብቲ ኮንስቲቱሽን እቲ ባይቶ ናብ ቦትኡ ምስ ተመልሰ እቲ ዝቐውም ኮሚሽን ወይ እቲ ባይቶ ተኻቲዑ ክዕርዮ ዘለዎ ነገራት እንድሕር ኣልዩ ክዕርዮ

ንዓኣ ዝሕግዝን እቲ ገሊኡ ከኣ ኮንትሮቨርሻል ዝበሃል ትቕየር ድዩ ሰብ ዝዛረበሉ ዘሎ ወይ ከኣ ንሱ ውን ናቱ ኦፒንዮን ኮይኑ ንድሕሪት ተጠጥምት ታይ ምግባር ናቱ ኦፒንዮን ዝኾነ ብዙሕ ነገራት ዘቐመጠላ ግን ናይ ብሓቂ ትሕግዝ ነዚ ኣዌርነስ ንፍጠር ገለ ንብል ኣለና ነታ መጽሓፍ ኣድላይት ትኸውን እያ ጽብቕቲ መገዲ እያ በዚ ኣጋጣሚ እዚ ከኣ ናታ ናይ መጽሓፍ ምዝርጋሕን ናብ ህዝቢ ምብጻሕን ሓላፍነት ንዋን ኔሽን ኣረኪብና ኣሎ እሞ ንሕና ውን ከም ሕድሪ ሒዝና በዚ መገዲ ናይ ሎምዓል ተሰማማዕናሉ ገለ ሒዝና እንተ ደኣ ወጺእና ሓንቲ ቱል ኣላትና ማለት እየ ንዓ ክትቐሳ ደልየ እቶም ከተንብቧ ትደልዩ ኣብ ኪንድል ኣብ ገለ ኣብ ኣማዞን ኣውረድላ ሃርድ ካፒስ ኦርደር ዝግበረሉ መገድታት ከዓ ተወጽእ እታ ቅዋም መስርሕ ተኻይድላ እዩ እቲ ኣቃውማ ብጣዕሚ ወካሊ እዩ ናት ራያ እታ ፈፃሚት ሽማግለ ናይታ ቅዋም ኤግዜኪቲቭ ኮሚቴ ናይቲ ቅዋም ኢንፋክት ዝያዳ 50 ፐርሰንት ቀንዲ ካድራት ናይ ተጋሩ ሓንት ዝነበሩ እዮም በዓል ሳልሕ ሕያይ በዓል ያሲን ኣዚን ያሲን ገለ እድሪስ ገላውዲ እቶም ቀንዲ ካድራት ናይ ተጋድሎ ሓርነት ዋላ ምንስልካ ዘይኩላህና ተጋድሎ ሓርነት ኢና ሰማንያ ሸውዓተን ስለ ዝመፁ እምበር ዘምህረት ነይሩ ፀሓፊ እያ ክንደይ እዋን ምስ ተጋድሎ ሓርነት እብለካ እዚ ዘረባ እዚ ብዙሕ ትርጉም ዘለዎ ኮይኑ ኣይስማዓንን እዩ ንዓይ እታ ዳኒኤል ዘቕረባ ኣቀራርባ ኣይ ቲንክ ቅንዕቲ ኮራ እቲ ዘፅደቐ ሃገራዊ ባይቶ ኣይኮነን፣ ቅዋማዊ ባይቶ ሃገራዊ ባይቶን ዋላ ካብ ደገ እውን ዝተወከሉ ኣካላትን ኮይኖም እዮም ኮንስቲትዌንት ኣሰምብሊ ኖት ናሽናል ኣሰምብሊ ኮንስቲትዌንት ኣሰምብሊ። ስለዚ ብሕጊ ፀዲቓ እያ። ብዙሕ ቅሬታታት ኣነ ሕጂ መሰረታዊ ሕቶታት ኣለኒ፣ ግን ክቕይሮ መዝነት የብለን እቲ ኣገባብ ኣመሓይሻ

ግን እዚ ክገብር ኢልካ ክትደፍእ of course እዩ ከነጽንዖ ከነብሎ ጽቡቕ እዩ ግን እቲ ኣገባብ ምምሕያሻ ከምዛ ዳንኤል ዝገለጻ ስለ ዝኾነ ሕጋዊ ድዩ ሕጋዊ ወይ ምክንያቱ በቃዋሚ ስለ ዝጸደቐ እታ ጸገም ግን ዘይትግባርያ ንትግብረሉ መንገዲ ንድለ ዝተረፈ ክንቅይሮ መዝነት ኣብ ዘይብልና ጉዳያት ግዜናን ዓቕምናን ምጥፋእ ምህውታት እውን ዝረኣየና